እዚ ንዓሰርተ ሓሙሽተ ንዕስራ መዓልቲ ተኣሲሩ ገለገለ እናተባህለ ዝሕሰብ ዝነበረ ኣዶናይ ተፈቲሑ ኣሎ ብጣዕሚ እዩ ደስ ኢሉና ያ ኮንግራ ክንብል ኣለና ኩለና ከዓ ኮንግራ በልዎ ኢኹም ተፈቲሑ ኣሎ ሕጂ ምስ ወፀ እንታይ ክብል እዩ ዝብል ተስፋ እዩ ሕጂ ዘሎ ተረዲእኩም ኣዶናይ ወፂ ሕጂ ሰግጥ ሰጋግጥ ዲ ክብለናስ ወይስ ስኽዲ ክብል ኣብ እስር ቤት ከሎ ከተያም ኢሎሞ ማለት ናይ ኢትዮጵያ እስር ቤት ናይ ኣፍሪካ እስር ቤት ብጣዕሚ ከቢድ ማለት እዩ ኣብ ብጣዕሚ ከለካ ብጣዕሚ እዮም ዘካብዱልካ ሕጂ ግን ወጺኡ ኣሎ እንታይ ከም ዝብል ኩለና ክንሰምዕ እንደለና ኣነ ብፍላይ ክሰምዓ ዝደልያ ነገር ኣላ ተረዲኩም ወጺኡ ዳይሬክትሊስ ዝኾነ ቪድዮ ክሰርሓ ናይ መጀመርያ ዝሰርሓ ቪድዮ እንታይ ትብል ትኸውን ኩለና ስንገምት ሰግጥ ሰጋግጥ ኖ ዝብል ኣይመስለንን በቲ ምክንያት ንሱ ከዓ ኣይተኣሰረን እዩ ዝበሃል ተረዲኩም ብናይ ክዳን ምክንያት እዩ ናይ ኣላባብሳ ስርዓት ሃገር ክጥሕስ ዝኽእል ወይ ከዓ ናይ ሃይማኖትና እና ባህልና ዘይውክል ኣካዳድና ተኸዲንካ ኣለካ ብምባል እዩ ተኣሲሩ ነይሩ ስለዚ ሕጂ ሰግጥ ሰጋግጥ ዶ ክብል ይኸውን ወይስ ሰግጥ ሰጋግጥ ገዲፉ ስኢኑ ጋይስ እዚ ክትገብሩ ኣለኩም እዚ ክትሰርሑ ኣለኩም በቃ ጎብዙ ገደገደይ ክብለና ንሕና እዚ ናይ ኩለና ተስፋ እዩ እና እንታይ ትጽበዩ ንስኹም ከ እንታይ ክብል ኢልኩም ትሓስቡ ማለት ሓደ መንእሰይ ኣብ እስር ቤት ነይሩ ምክንያት ዘእስሮ ምክንያት ዋላ ካሊድ ኣይኹን እምበር ብኸመይ ዓይነት መገዲ ትጽበዩ ባይዘወይ ኣነ ሓደ ደስ ብለትኒ ማዘሩ ብጣዕሚ ደስ ኢልዋ

ያ ደስ ኢልና ኣሎ እንግዲህ ኮንጉራ ኮንጉራ ብሎ ኩለኹም ተኽኢልኩም ኣኮመ ጸሓፉልና እስቲ ጋይስ ካብኡ ከዓ ፈሎ በሉ እንታይ ሽግር ኣለዎ ፈሎ ምባልኩም ንስኹም ትስእንዎ ነገር የብልኩምን ንዓና ከዓ ዓብዪ ተስፋ እዩ ይመችኹም ሰሰናዩ ንቐጻሊ ከዓ ከምዚ ሓደሽቲ ነገራት ሒዝና ክንመጽእ ኢና ሰሰናዩ